ሰላም ወሰናይ ክቡራት ተኸታተልትና ሎማዓንቲ እታ ኣብታ ቀንዲ ፎርሙላ ዝመላእናያ መጀመርያ ፎርሙላና ሃውፕት ኣንትራክ ትብል ኣብ ቁፅሪ ሸውዓተ እትርከብ ንሃብትን ትሕዝቶን ናይቶም ኣብታ ከም ሓደ ሓገዝ ዘድልዮም ማሕበር ዝፍለጡ ብጀርመን ብዳርስ ግማይንሻፍት ንምፍላጥ ምላእ ዘለዋ ፎርሙላ ፋውኤም ትብል ኣንላገ ፋውኤም ሓቢርና ሓንሳእና ክንመልኣ ሒዝናልኩም መፂና ኣለና ሰናይ ምክትታል ክቡራት ተኸታተልትና ሕጂ እዛ ፎርሙላ ኣንላገ ፋው ኤም ትብል ክንመልኣ ክንጅምር ኢና ኣንላገ ፋው ኤም ትብል ከዓ እንታይ እያ ትብል

ከም ሓደ ሓገዝ ዘድልዮም ሕብረት ዝፍለጡ ሰባት ማለት ብጀርመን በዳስ ገማይንሻፍ ዝበሃሉ ንምፍላጥን ንምርኣይን እዩ። ጆብ ሰንተር ሕጂ ሃብቲ ኣለዉ ድዩ የብሎምን እቶም ሓገዝ ዝሓቱ ዘለዉ ንክፈልጥ ኢሉ ዝምላእ ፎርሙላ እዩ እዚ ማለት እዩ። ሕጂ ኣብዚ ንምምላእ ፎርሙላታት ሕጂ ኩሉ ግዜ በዚ የማናይ ዘሎ ወገን ንብሙሉ ዋላ ነቲ ካልእ ንመልኦ ፎርሙላታት ኣብዚ ኣርባዕተ ኩርናዕ ሰፊሩ ዘሎ ኣርባዕተ ኩርናዕ እቲ ሰፊሩ ዘሎ ጽሑፋት ማለት እዩ ንጆብ ሰንተር ዝምልከት እዩ እዚ የማናይ ወገን ንዓና ዝምልከት በዚ ጸጋማይ ዘሎ ወገን ማለት እዩ ናብ ቁጽሪ ሓደ ክንከይድ ፕዘንልሸ ዳትን ደ ኣንትራክሽቴለሪን ደስ ኣንትራክሽቴላስ እዚ ማለት ከዓ ውልቃዊ ሓበሬታ ናይቲ ነዚ ፎርሙላ ዝመልእ ዘሎ ዘሎ ማለት እዩ እሱ ከዓኒ ሽም ኣንሪድ ንምሳሌ ተባዕታይ እንተኾይኑ ሄር ጓል ኣንስተይቲ እንተኾይና ከዓ ፍራው ከምቲ ቅድሚ ሕጂ ዝመላእናዮ ማለት እዩ ስለ ስልጢ ኢልና ክንመልኦ ኢና ሕጂ ቅድሚ ሕጂ ዝሓበርናዮ ፎናም ቅድሚያ ሽም ሽም ምሳሌ ገብረ እግዚኣብሔር ፋሚልየ ናም ናት ናም ምሳሌ ተስፋ ማርያም ዓንደ ሚካኤል እቶም ወጽዳቶም ትውልዲ ዕለት ዕለት ዕስራ ወርሒ ሓሙሽተ ሽሕን ትሽዓተ ሚእትን ተስዓን ሰለስተን ኑ መደብ ዳስ ከማንሻፍት እተቑጽሩ እንተለኩም ኩሉ እንታይ ምዃኑ ናብቲ ካልእ ቪድዮታት ኣረዲእናዮ ኢና Folgende Vermögenswerte im In und oder Ausland sind vorhanden ንብል እዚ እንታይ እዩ ዝብል ዘሎ እዚ ዝስዕብ ሃብትን ትሕዝቶን ኣብ ውሽጢ ሃገርን ወጻእን ኣሎ ኣለኒ ወይ ኣለና ማለት እዩ ኣብዚ ብቀጤራ ተጻሒፉ ዘሎ ከዓ ፋልሲ ሜያፕላስ ብነቲግን ፈቨንድን ዚ ብት ኣይን ሴፐራተስ ብላት ን ፍግን ዲዝስ ይርም ኣንትራክ ባይ እዚ ዝብ ዘሎ እንታይ እዩ ንድሕዳ ዝያዳ ሓበሬታታት ወይ ካልእ ካብዚ ቦታ ተዋሂብካ ዘሎ ንመግለፂ ነቲ ሃብትታት ወረቃቅቲ ድሊካ ኮይኑ ኣብ ካልእ ወረቀት ተጠቐሙ እሞ ምስ እዚ ፎርሙላ ዝረክቦ ዝብል እዩ ናብ ቁፅሪ ክልተ ክንሰገር ቁፅሪ ክልተ እንታይ ዝብል ኣለዉ ኮንትን ኡንድ Geld einlagen እዚ ዝስዕብ ሃብትን ትሕዝቶን ኣብ ውሽጢ ሃገርን ንወጻእን ኣለኒ ክንብል ከለና ንምሳሌ ኮንቶ እዚ ኮንቶ ማለት ቁጽሪ ባንኪ እዩ Geld Anlage ከኣ ዘዋፈርካዮ ገንዘብ ማለት ሕጂ Bar Geld Bar Geld ማለት ጥረ ገንዘብ እንተለካ እዚኣ ትመልእ ሽም ናይቲ ጥረ ገንዘብ ዘለዎ ኣብቲ እስኻ እንተኾንካ ኣብዚኣ ወይ እቶም ምሳኻ ዝነብሩ ዘለዉ እንተኾይኖም ሽም ኣብዚኣ ናይቲ ገንዘብ ኣለዎ ትብሎ ዘለኻ ሰብ ትጽሕፍ ገዛምት በትራግ ኢን ኦይሮ ክንደይ እቲ ጥረ ገንዘብ ኣብ ኢድ ዘለዎ ማለት እዩ ኣብዚኣ ኸዓ ትጽሕፍ ካልኣይ ሰብ እውን ከምኡ እንተሎ ልክዕ ከምኡ ኣብዚኣ ሽሙ ትጽሕፎ ብዝሒ ናይቲ ዘሎ ገንዘብ ማለት እዩ ሳልሳይ ራብዓይ ብኣካል ውን እንድሕር ደኣ ኣብቲ ምሳኹም ዘሎ ሰብ ሃብቲ ኣለዎ ኮይኑ ብር ጥረ ገንዘብ ኣለዎ ኮይኑ ሽም ክትጽሕፉ ደሊኹም ካልእ ወረቐት ተጠቒምኩም ትጽሕፉ ከምዚኣ ኣብዚኣ ዘሎ ጌርኩም ማለት እዩ ሽሙን እቲ ብዝሒ ገንዘብን ኣብታ ትሕቲኣ ከኣ ጂሮ ኮንት ጂሮ ኮንቶ ሕጂ ባንክ ቁጽሪ ማለት እዩ ናይ ባንክ ቁጽሪ ኣብዚ ሕጂ ክርዳእና ዘለዎ ጆብ ሰንተር ናይ ባንኪ ቁጽሪ እንተለካ ከም ሃብቲ እዩ ዝረኣ ሕጂ ጂሮ ኮንቶ ቁፅሪ ናይ ባንኪ እንተለ ከም ሃብቲ እዩ ዝረኣ ክትመልኦ ኣለካ ሃብቲ የብለይን ክትብል ኣይትኽእልን ኢኻ ሃብቲ የብለይን ኢልካ ትመልእ ተኾንካ ባንኪ ቁፅሪ ዋላ እንተዘይብልካ እዩ ሕጂ ሃብቲ ባንኪ ቁፅሪ እንተለካ ሃብቲ ኣለካ ማለት እዩ ከምኡ እዩ ዝረኣ ማለት እዩ ዋላ እንተዘይብልካ ሽም ናይቲ ባንኪ ዘለዎ ቁፅሪ ንምሳሌ እዚ ሕጂ ሽም ዋና ናይታ ባንኪ ማለት እዩ እንድሕር ደኣ ገብረዝጊኣብሄር ኮይኑ ሕጂ ሽም ዘለዎ ገብረዝጊኣብሄር ተስፋማርያም ኢሉ እዚኣ ይፅሕፍ እቲ ኮንቶ ሽታንድ ሕጂ እቲ ትሕዝቶ ናይቲ ባንኪ ማለት ሕጂ ኣብቲ ባንኪ ኣብታ ዕለት እቲኣ እታ ፎርሙላ ትመልኣላ ዘለኻ ክንደይ ኣሎ እቲ ባንኪ እቲ ናይ ቁፅሪ ባንኪ ኖርማል ናይ ዝሓለፈ ሰለስተ ክሳዕ ሽዱሽተ ወርሒ ከመይ ክንደይ ኣብኡ ተዋፊሩ ክንደይ ኣትዩ ክንደይ ወጻኢ ንኹሉ ዘውጻእካዮን ዝኣተኻዮን ንኽርእዩ ኣረክበና ይብሉ እዮመ ሕጂ ብዚኣ ዝደልዩ ዘለዉ ግን እታ ፎርሙላ ትመልኣላ ዘለኻ ዕለት ትሕዝቶ እታ ባንኪ ክንደይ ነይራ ማይናስ ዋላ እንተኾይና ማይናስ ክንዚ ኢልኩም እውን ክትጽሕፉ ትኽእሉ ኢኹም እቲ ዘለዎ እቲ ገንዘብ ብዝሒ ማለት እዩ ኢባን እታ ናይ ኢንተርናሽናል ባንክ ኣካውንት ናምበር ቁጽሪ ኣብዚኣ ትጽሕፋታ ቁጽሪ ባንኪ ናይ ኮንቶኹም ማለት እዩ ናይ ጦቱ ባንኮም ኣብታ ትሕቲኣ ከዓ ናይቲ ካልኣይ ሽሙን ናይቲ ካልኣይ ሰብ ሽሙን ኣብዚኣ ሽሙን ክንደይ ትሕዝቶ ኣለዎ ኣብቲ ባንክን እታ ባንኪ ቁፅርን ኣብዚኣ ናይ ሳልሳይ ሽሙን ሳልሳይ ኣካልን ከምኡ ምክንያቱ ንሕዳ ክሳብ ሓሙሽተ ሰባት ሽዱሽተ ሰባት ዝያዳ ሰባት ተሊኹም ነናትኩም ባንኪ ቁፅሪ ክህልወኩም ይኽእል እዩ ነናትኩም ሽም ኣብዚ ክጸሓፍ ኣለዎ ማለት እዩ ምስቲ ባንክ ቁጽሪ ኣብዚ ከኣ ልክዕ ከምኡ ተደጋጋሚ እዩ ማለት እዩ መረጋገጺ ከኣኒ ኮንቶ ኣውሱግ ይብላ ኣሎ እዚ ማለት እዩ እቲ ሊንዚ ኤንሽፕሬሽን ድናክቫይሰ ፎ ሱም ባይሽፒል ኮንቶ ኣውሱግ መረጋገጺ ንምሳሌ ናይ ኮንቶ ኣውሱግ ዝበሃል እቲ ናይ ትሕዝቶ ገንዘብ ክንደይ ኣትዩ ክንደይ ወጺኡ ዝሕብር ንሱ ናይ ብሉዚ ማለት እዩ ኣብ ትሕቲኣ ኸኣ እንታይ ትብል ኣላ ክረዲት ካርድን ኮንትን ፔይፓል ኡንድ ቫይተረ ኮንትን እዚ ሕጂ እንታይ እዩ ዝብል ዘሎ ክረዲት ካርድ እንተለካ ወይ ፔይፓል ወይ ካልእ ዓይነት ኮንቶታት እንተለካ ባንክታት ኣካውንታት እንተለካ ማለት እዩ ኣብዚኣ ትመልእ ሽም ናይቲ ሰብ ነታ ከምኡ ዘለዎ ክንደይ ገንዘብ ኣለዉ ዓይነት ናይቲ ኣካውንት ማለት እዩ ዓይነት ናይቲ ኣካውንት ከንኮሎ ሕጂ ፔይፓል እንተኮይኑ ፔይፓል ክሬዲት ካርድ እንተኮይኑ ክሬዲት ካርድ ወይ ካልእ እንተኮይኑ ከ ካልእ ገይድ ኢንስቲቱት ማለት ሕጂ እታ ትካል እንታይ እያ ፔይፓል እንተኮይና ሕጂ እታ ትካል ፔይፓል እያ ክሬዲት ካርድ እንተኮይኑ ሕጂ እቲ ባንኪ ዝተፈላለየ ዓይነት ክኸውን ይኽእል እዩ ዶቸ ባንክ ድዩ ፖስት ባንክ ድዩ ዝተፈላለየ ሽፓካሰ ድዩ ክኸውን ይኽእል እዩ ኣብዚኣ ከኣኒ ካልእ እዚ ሕጂ ኣብዚኣ መሊእናያ ጸኒሕና ምሽ ናይ ሽም ናይቲ ሰብ ብዝሒ እቲ ገንዘብ ዘሎ ዓይነት እቲ ኣካውንት ኣብዚኣ ከኣ ንኻልኣይ ሰብ እውን ልክዕ ከምኡ ሽም ናይቲ ሰብ ገንዘብ ክንደይ እቲ ብዝሒ ዓይነት ናይቲ ባንኪ እታ ትካል እታ ባንኪ እንታይ እያ ሽማ ናይ ክልተ ሰብ ኣብዚ ክምእትኽእል ኢኻ ንሕዳ ዝያዳ ዲካ ካልእ ወረቐት ትጥቀም ማለት እዩ መረጋገጺኡ ከኣኒ ኣብዚ ብላት ምስ መረጋገጺኡ ተረክቦ ኣለካ ኣብዛ ትሕቲ ዘላ ከኣ እንታይ ትብል ኣላ ሽፓር ኣይንላግ ሽፓር ኣይንላግ ዝቆጠብካዮ ማለት እዩ ኣብ ባንኪ ዘቐመጥካዮ ገንዘባት ብዝተፈላለየ ወይ ናይ መዓልታዊ ናይ ታገስ ገልድ ዝብሎ ኣሎ ሕጂ ታገስ ገልድ ኮንቱ መዓልታዊ ንክወልድ ኢልካ ኣብ ተቐምጦ መዓልታዊ ዝወልድ ወይ ዝቆጠብካዮ ሽፓር ብ ተቕጥቦ ገንዘብ ፕሪሚን ሽፓርን ናይ ዝቆጠብካዮ ሲ ዝህቡኻ ዝያዳ ክፋል ኣሎ ከምዚ ቦኑስ ዓይነት ከምኡ እንተልዩ ኣብዚ ትመልእ ሽም ናይቲ ዘለዎ ሰብ ክንደይ ገንዘብ ኣለዉ እታ ቁፅሪ ናይ ባንክ ከዓ ኣብዚኣ ትመልኣ ማለት እዩ እዚኣ ከዓ ንካልኣይ ሰብ ከምኡ ክትመልእ ትኾንካ እውን ኣብዚኤን ከምኡ ትገብር ንሳልሳይ ሰብ እውን ከምኡ ክትመልእ ማለት እዩ ዝያዳ እንድሕር ድኣ ንድሊካ እውን ካልእ ወረቀት ትጥቀም ኣብዛ ትሕቲ እዚኣ ከዓ እንታይ ትብል ኣላ እዚኣ

ናይቲ ትካል እንድሕር ደኣ ኣለካ ሕጂ ክንደይ እያ ዋጋኣ እሳ ሕጂ ናታ ናይዛ ሕጂ ዘላ ዋጋኣ ኣብ ዓመት ክንደይ ተእትወሉ ብእኡ ክንደይ ወለድ ከ ይመጸካ ማለት እዩ ደሓር እቲ ዓይነት ናይታ ወረቐት ቁጽሪ ናታ ቁጽሪ ማለት እዩ እዚ እታ ናይ ባንኪ ከኣ ነዚ ሽም ናይታ ባንኪ ከኣ ዝጽሕፍ ምስ መረጋገጺ ሕጂ ሕጂ ክንደይ ኣላ ትሕዝቶኣ ክንደይ እያ እቲ ቁጽሪ ናይ ባንክ ናይ ኣካውንት ጽምዲ ኣሎ ትሕዝቶኡ ኩሉ ሙሉ ዘረጋግጽዩ ተረክቦ ኣለካ ኣብታ ትሕርኣ ዘላ ከኣ ባውሽፓ ፈትሪገ ትብል ማለት ባውሽፓ ፈትሪገ ማለት ኩሉ ግዜ ንገዛ ክትሰርሕ ኢልካ ንገዛ ንክትሰርሕ ኢልካ ትቕጥቦ ገንዘብ ኣሎ ዶ ማለት እዩ ከምኡ ሕጂ ሽም ናይ ሰብ ባውሽፓ ካሰ ነቲ ገዛ ትሰርሕ ታትኣትካዮ ሽፓ ካሰ ባውሽፓ ካሰ ዓይነት ሕጂ ዋላ ብቲ ዓይነት ቆጠብካዮ ማለት እዩ ባውሽፓ ኑመ ቁጽሪ ናቱ ኣክቱኤለ ሽታንደስ ጉትሃብ ንጽ ኢን ኦይሮ እዚ ከኣ ማለት ሕጂ ክሳዕ ክንደይ በጺሑ ኣሎ እዚ ዘቆጠብካዮ ብኦይሮ ማለት እዩ ሕጂ ኣብዚ ትሕቲ ከኣ እንታይ ትብል ኣላ Der Bausparvertrag ist zur Sicherung eines Darlehens an ein Kreditinstitut abgetreten ሕጂ እዚ እንታይ ይብል ኣሎ እንድሕር ደኣ ለቓሕ ወሲድካ ነርካ ቅድሚ ሕጂ ነቲ ለቓሕ ንመሸፈኒ ገሊኦም ባንክታት ሕጂ ንዕኡ ከም ሓደ ትሕጃ ይሕዝኦ እየን ብምሕዳ ከም ሓረቲ ሕጃ ተታሒዙ ኣሎ ኮይኑ እዚ ገንዘብ እዚ ቆጢብካዮ ዘለኻ ኣብዚኣ ትመልእ ማለት ኣብታ ትሕታኣ ከኣ ልክዕ ከምቲ ናይ ተላዕሊ ዝመላእናያ እያ ሽም ካልኣይ ሰብ ምሕዳ ከምኡ ኣለዎ ከኣኒ ሽሙ ዓይነት ናይቲ ትቁጥቦ ዘለኻ ባንኪ ቁጽሪ ናቱ ትሕዝቶ ናቱ ምስ መረጋገጺኡ ኩሉ ማለት እዩ ናብታ ሳልሰይቲ ገጽ ክንከይድ ኣብቲ ሕጂ እንታይ እዩ ዝብል ዘሎ ካፒታል ሊንስ ፈዚሸሩንን

እታ ዓይነት ናይ ኢንሹራንስ ትህብ ትካል ናይ ኢንሹራንስ ቁፅሪ እቲ ናይ ኢንሹራንስ ብዝሒ ገንዘብ ዝኣተኻዮ ማለት እዩ። ኣብዚ ከዓ ቢሲያ ኣይንገትሳልት ኢን ኦይሮ ክሳብ ሕጂ ዝኸፈልካዮ ንዕኡ ናብኡ ሪክ ኦዳ ፈኪያስ በት ኢን ኦይሮ እዚኣ ሕጂ እንታይ እያ እንድሕር ከምኡ ዓይነት ኢንሹራንስ ኣቲኻ ኣለኻ ኩሉ ግዜ እንድሕር ንዕኡ ካብቲ ውዕልካ ክትወፅእ እቲ ውዕለይሲ ኣይደልዮን እየ ድሕሪ ሕጂ ትብል ኮንካ ክሳብ ኣብ ታሽዓ ግዜ እቲ ዝኸፈልካዮ ገንዘብ ዝኽንፈለካ ገንዘብ ኣሎ ዝምለሰካ ማለት እዩ ክሳብ ሽዑ ዝቆጠብካዮ ሕጂ ንሱስ ክንደይ ይኸውን ንክፈልጡ ኢሎም እዚ ማለት እዩ ኣብዚኣ ትሕብራ ኣብዚ ከዓ እንታይ ይብላ ኣለዎ ፈርቨያቱንግስ ኣውስሽሉስ ፎሃንድን ፈርቨያቱንግስ ኣውስሽሉስ ፎሃንድን ማለት እዚ ክሳብ ኣብቲ ጥሮታ ዕለት ዝኣቱ ክሳዕ መወዳእታሲ ካብቲ ውዕል እንታይ ኣይስሕብን'የ ዝበሃል ውዕል ኣሎ። እቲ ውዕል ምስ ኣተኻዮሲ ክሳዕ እቲ ዕለት እቲሲ ንዕኡ ክትቅጽሎ ምዃንካ ትኣትዎ ውዕል ማለት እዩ። ከምኡ እሎ እንተኾይኑ ኣብዚኣ ትመልኣ ማለት እዩ። ኣብዛ ትሕቲኣ ከኣኒ ቮደ ኣውስ ዴር ቨርዚሸሩንግ በራይትስ ኣይ ንታይል በትራግ ኣውስበትሳልት ኦዳ በሊን ያ ናይን ካብቲ ኢንሹራንስ ዝኣተኻዮሲ ክፋል ናቱ ገንዘብ ተኸፊልካዶ ወይስ ኣለቂሕኻዮ ድኻ ወይ ተለቂሑ ናብ ካልእ ተዋፊሩ ድዩ እወ ወይ ኖኖ ትብል ኣብዚኣ።

ሽም ናይቲ ሰብ፣ ኢንሹራንስ ትካል ናይታ ኢንሹራንስ፣ ቁጽሪ ናይቲ ኢንሹራንስ፣ ብዝሒ ናይቲ ኢንሹራንስ፣ ክሳብ ሕጂ ዝኸፈልካዮ ገንዘብ ነቲ ኢንሹራንስ፣ እንድሕር ድኣ ናይ ሕጂ እቲ ውዕል ኣይክቕጽሎ ይደልኒ ኢልካ ዝምለሰካ ገንዘብ ክንደይ እዩ፣ ኣብዚኣ ትጽሕፍ፣ እንድሕር ድኣ እቲ ውዕል ነቲ ውዕል ንክቕጽሎ ስጋዕ መጨረሻ ስጋዕ መወዳእታ ውዕል ኣትየ እየ ትብል ከዓኒ ኣብዚኣ ትመልእ ማለት እዩ እዚኣ እዛ ትሕቲኣ ዘላ ከዓኒ ለካ ከምቲ ሓንቲ ማለት እዩ እንድሕር ደኣ ክፋል ናቱ ተኸፊሉ ኮይኑ ወይ ተለቂሑ ብለቃሕ ወፂ ኮይኑ እዎ ወይ ኖኖ እንድሕር ደኣ እዎ ትብል ኮንካ ከዓኒ ክንደይ ተኸፊሉ ሮ ኣብዚ ተፅሕፍ ምስ መረጋገፂ እዩ ናብ ሰለስተ ክንከይድ ኣብ ሰለስተ ሕጂ እንታይ ይብል ኣሎ ሽታትሊሽ ግፍረደት ኣልተስ ፎዞሮ ትምባይሽፒል ሪስተሬንት ሩሩብ ሬንት እዚ ሕጂ እንታይ እዩ ዘሎ ብመንግስቲ ዝድገፍ ዝሕገዝን ንጥሮታ ኢሉ ዝሕገዝ ገንዘብ ኣሎ እዚ ከዓ ሩሩብ ሪስተሬንት ይበሃል ከምኡ ዓይነት ኢንሹራንስ እንተለካ ሽም ኣብዚ ናይቲ ዘለዎ ሰብ ዋግኡ ሕጂ ክንደይ እዩ ዘሎ ኣብዚኣ ትፅሕፋ ናይ ካልኣይ ሰብ እውን ልክዕ ሽሙን እታ ዋጋ ናይታ ኢንሹራንስ ዘላ ማለት እዩ ኣብዚ ሕጂ እንታይ ይብላ ኣሎ ብትሊንዚ ዲን ፈትራግፎ ኡን ቫይስን ዲን ኣክትኤል ኮንትሽታንናኽ እቲ ውዕል ዝኣተኻዮ ምስቲ ባንኪ እቲ ትሕዝቶ ናይቲ ገንዘብ ክንደይ ኣሎ ብዝሕን ኣረክብ ሃብ ማለት እዩ ኣብ ቁፅሪ ኣርባዕተ እዚ እውን ዘሎ ሕጂ ብፍራይን ፋንድያ ሬንትን ፈዚሻውን ፍሽ ኢንሹራንስ ንናይ ጥሮታ ንኸይትኸፍል ሲ ነፃ ድኻ ዝብል ኣሎ ንሕዳ ነፃ ኣሉ ሓደ ካብኡ ካብቲ ማሕበር ምሳኹም ዘሎ ሰብ እቲ ቤት ዝነብር ማለት እዩ ወይ ንስኻ እንተኾንካ ሽም ኣብዚኣ ትፅሕፍ ኣብዛ ትሕቲኣ ዘላ ሕጂ እንታይ ኣላ ዲ ኡንተትሲፈት ዝባየ ዲዘ ኣንላገ ኣንግጊብንን ጌልድ ኣንላግን ደያ ፎገናንትን ፐርዞን ዲንን de Alterssicherung፣ እቲ ኣብ ቲፋ ክልተ ኣብ ቁጽሪ ክልተ ዝሃብናዮ ሽም ወይ ትሕዝቶ ገንዘባት ኢልናዮ ዘለና ኣብዚሲ ን ናይ ኣብ ምስ ዓበየት ሰብ ማለት እዩ ንጥሮትኡ ግዜ ምስ ዓበየ ንዕኡ ምእንቲ ውሕስነት ንዕኡ ኢሉ ዝኣተዎ እዩ ይብል ማቲ ከምኡ እንድሕር ደኣ ኮይኑ ኣብዚኣ ትመልኣ መረጋገጺኣ ከኣኒ ትህብ ኣብዚ ማቲ እንድሕር ደኣ ብፍላይ ካብቲ ናይ ጥሮታ ንኸይትኸፍል ገንዘብ ነጻ ወጺኻ ቁጽሪ ሓሙሽተ ሓሙሽተ እንታይ እያ ትብል ግሩንድሽቲከ ኡንድ ኡዳ ቮን ኣይግንቱም ኣውኽ ኣይግንቱምስ ኣንታይለ ግሩንድሽቲከ ማለት መሬት ማለት እዩ ወይ ከዓ ንቮን ኣይግንቱም ትሕዝቶ ገዛ ማለት እዩ ገዛ እንተለካ ኣውኽ ኣይግንቱምስ ኣንታይለ ሕጂ ገዛ እንድሕር ደኣኒ ክፋል ናይቲ ገዛ እንድሕር ደኣ ኮንካ ትውንን ሓሙሽተ ሰባት ድዮም ዓሰርተ ሰባት ድዮም ክልተ ሰባት ኮንኩም እንድሕር ደኣ ሓንቲ ገዛ ትውንንዋ ኮንኩም ዋላ ንዕሱ ማለት እዩ ኣብዚ ሕጂ እንታይ ይብላ ኣለዉ በባውትስ ግሩንድሽቲክ ዝተሰርሐ መሬት ማለት እዩ ገዛ እንተተሰሪሑ እቲ መሬት ኡን ብባውት ስክሩንሽቲፕ እንድሕር እቲ መሬት ጥራሕ ኣለካ ኮይኑ ዘይተሰርሓሉ ገዛ ኣይ ግን ቱም ስቮኑ እንድሕር ደኣኒ ገዛ ጥራሕ ኣለካ ናኾንካ ማለት ናይቲ ገዛ ኣብዚ ታሕቲ ሕጂ ሽም ናይቲ ዋና እንድሕር ደኣኒ ሚት ኣይ ግን ቱምስ ኣንታይል ኢን ፐርሰንት ክንደይ ፐርሰንት ክፋል እዩ ናትካ ሚእቲ ካብ ሚእቲ ናትካ እንተኮይኑ ሚእቲ ትፅሕፍ እንድሕር ደኣኒ ክፋል ናት ኮይና ትክፋል ናት ፐርሰንቴጅ ኣብዚ ማለት እዩ ምሳሌ ክልተ ሰባት እንድሕር ደኣ ትውንንዎ ኮንኩም ሓምሳ ሚእታዊ ናትኩም እንተኮይኑ ሓምሳ ሚእታዊ ሰለስተ ሰባት ተኾንኩም ንምሳሌ ሰላሳ ሰለስተ ነጥቢ ሰለስተ ሰለስተ ፐርሰንት ድሕር ዳኣ ማዕረ ተመቒሉ ኣሎ ማለት እዩ። ኣብ ትሕቲኡ ኸኣ ግሩንድሽትሪክ ግሩይሰ ኢን ኳድራት ሜትር እቲ ስፍሓት ናይቲ መሬት ብኳድራት ሜትሮ ኣብዚ ትጽሕፍ ፈክሄያስብያት ኢን ኦሮ ዋግኡ ክንደይ እዩ ሕጂ ዋግኡ ክንደይ ኣሎ እቲ ቤት ማለት እዩ እቲ መሬት በላስቶምን ኢን ኦሮ ኣብዚ ማለት በላስቶምን ኢን ኦሮ ማለት እቲ ንዓኻ ተውጽኦ ንዕኡ ኢልካ ክፍሊት ማለት እዩ ብኦሮ ዝጽሕፍ ቮን ፍሌሸ ናይቲ ገዛ ኳድራት ሜትሮ ስፍሓት ናይቲ ገዛ ማለት እዩ ኳድራት ሜትሮ ክንደይ ስፍሑ ስቴፕስ ግን ኖትስ ኢን ኳድራት ሜትሮ ንስኻ ባዕልኻ ትጥቀመሉ ካብኡ ክንደይ ኳድራት ሜትሮ እዩ ኣብዚኣ ትፅሕፍ ሚት ፓክት ኣይናም ኢን ኦይሮ ኣካሪኻዮ ትኾንካ ክራይ ትእትወሉ ክንደይ እዩ ወይ ከዓ ፓክት ንድሕዳ ንትካል ኢልካ ኣካሪኻዮ ኾንካ ከዓ እቶቱ ክንደይ ትእትወሉ ኣለካ ኣብዚ ፅሕፍ ማለት እዩ ኣብ ኦይሮ እዩ ኩሉ ኣብ ትሕትኡ ከዓ ንሕጂ ንካልኣይ ሰብ ማለት እዩ እዛ ዝመልኣናያ ልክዕ ዝተሰርሐ መሬት ዘይተሰርሐ መሬት ገዛ ሽም ናይቲ ዋና ክንደይ ፐርሰንት ክፋል ናትካ እዩ ናቱ እዩ እቲ ገዛ ስፍሓቱ ክንደይ እዩ እቲ መሬት ዋግኡ ክንደይ እዩ ወፃኢኡ ክንደይ ትኸፍለሉ ክንደይ ኳድራት ሜትሮ እዩ እቲ ስፍሓት ናይቲ ገዛ ካብኡ ካብቲ ስፍሓት ገዛኻ ክንደይ ባዕልካ ትጥቀመሉ ክንደይ ኳድራት ሜትሮ ክራይ ገብ ብክራይ ገዛን ብኣካሪኻ ትጥቀመሉ ትእትወሉ ከ ክንደይ እዩ? ሕጂ እዚ ክትመልእ ከለኻ ኩሉ ግዜ ኣብ ትሕቲ እንታይ ኣሎ ቢተ ሊግን ዚ ኢንስፕሬሽን ድ ናክባይሰ ፎ ባይ ሚት ፓክት ኣይናም ፍዩን ዚ ቢተ ዲ ኣንላገ ኤይ ካኦስ እንድሕር ደኣኒ ካብቲ ክራይ ገዛ ገንዘብ ትእቱ ኮንካ ኣካሪኻ ሃብቲ ማለት እዩ እታ ፎርሙላ ኣንላገ ኤይ ካምል ኣያ ይብል ኣብዚ ማለት እዩ ናብ ቁጽሪ ሽዱሽተ ክንከይድ

እንታይ ዓይነት ሃብቲ እዩ ዘሎ ኣብዚ ትፅሕፍ ክንደይ እኸ ዋግኡ ሰብ ምግቢ ምስ በልዐ ክንደይ ዋጋ ኣለዎ ኣብዚኣ ትሕታ ከዓ ንካልኣይ ሰብ ሽሙ ዓይነት እቲ ሃብቲ ክንደይ ከ ዋግኡ ምስ መረጋገፂ ናብ ሻብዐይት ክንከይድ ኣብ ሻብዐይት እንታይ ትብል ክራፍት ፋርሶይግ ስም ባይሽፒል ፒካቪ ኢልካቪ ሞቶራት ክራፍት ፋርሶይግ ማለት ተሽከርከርቲ ማለት እዩ ንሕና ሕጂ እዚ መኪና ንብሎ ወይ ጎንደራን ወይ ከኣኒ ሞቶ ሳይክል እንተለካ ዋና ናምድያ ኣይግንቱማ ዋንኡ መኒ ሽም ናይቲ ዋና ማለት እዩ ፋብሪካት ሞዴል እንታይ ዓይነት ፋብሪካ እንታይ ዓይነት ሞዴል ያታ መኪና ንምሳሌ እንድሕር ደኣ መርቸዲስ ኮይና መርቸዲስ ቢኤምቪ እንተኮይና ቢኤምቪ ፍያት እንተኮይና ፍያት ወይ ካልኦት በሽቴንድ ክሬዲት ፈርቢንድሽካይትን ኢን ኦይሮ እንድሕር ደኣ ሕጂ እታ መኪና ዘይከፈልካያ ኮንካ ትኸፍለላ ኣሊኻ ኮንካ ክንደይ ተሪፎ ኣሎ ንክትኸፍሎ ማለት እዩ ተሪፍካ ዘሎ ንክትኸፍሎ ዋጋ ኣብዚ ጽሑፍ ኣምትሊሸስ ኬንትራይሽን ታርጋ ናይታ መኪና ማለት እዩ። ታግ ዴ ኤርስት ንትሱላሱን መጀመርያ መዓልቲ ናይ ፍቓድ ኣብ ጽርግያ ንኽትዝወር ዝተዋህበላ ማለት እዩ። ኣብዚኣ ኪሎ ሜተር ሽታንድ ኪንደይ ኪሎ ሜተር ከይዳ ኣላ ስጋብ ሕጂ ኣብዚኣ ተጽሕፋ ማለት እዩ። ኣብዛ ትሕቲኣ ከኣ ናይቲ ካልኣይ ሰብ ከኣ ከምኡ ማለት እዩ። ካል ክልተ መኪና እንተልየን ነቲ ካልኣይ ዋና'ውን ሽም ናይቲ ዋና፣ ዓይነት ፋብሪካ እታ መኪና፣ ብክፈል ዘለዎ ክሳብ ሕጂ ገንዘብ፣ ታርጋ ናይታ መኪና፣ ንመጀመርያ ግዜ ክትዝወር ዝተፈቐደሉ እታ መኪና ክንደይ ኪሎሜተር ከይዳ ምስ መረጋገጺ። ቁጽሪ ሸሞንተ ክንከይድ፣ ኣብ ቁጽሪ ሸሞንተ ከኣ እንታይ እዩ ዝብል ዘሎ Schenkungen፣ Spenden፣ Übertragungen። እዚ ሕጂ እንታይ እዩ ዝብል ዘሎ? ህያባትን

ኣብዚ ዝርዳእና ዘሎ ብዚ ማለት እዩ ናይ ዝሓለፈ ዓሰርተ ዓመት ዝተረከብናዮ ወይ ዝተዋሃብናዮ ነገራት ከነመልክት ኣለና ንሓደ ሰብ ማለት ኣብቲ በዳሃፍስ ገማይንሻፍት ዘሎ ሰብ ኣብ ዝሓለፈ ዓሰርተ ዓመት ዝተዋህቦ ህያባት እንድሕዳ ኣሎ ኮይኑ ክሕብር ኣለዎ ማለት እዩ ሽም ናይቲ ሰብ ብዝሒ ናይቲ ገንዘብ ሳይድፑንክት ዴር ሼንኩንግ ስፔንድን ኢበትራጉንግ፣ ሳይድፑንክት ማለት እቲ ግዜ መኣስ ተዋሂቡ ማለት እዩ፣ መኣስ እቲ ገንዘብ ወይ እቲ ህያብ ተዋሂቡ፣ ፈርቨኑንግትሴክ ንምንታይ ክጥቀመሉ ኣለዎ፣ ንምንታይ ንክጥቀም እዩ ተዋሂቡ፣ ፈርቨኑንግትሴክ ጥቕሚ ማለት እዩ፣ ኤምፌንገሪን ኤምፌንጋር እቲ ዝወሃብ እቲ ገንዘብ ማለት እዩ፣ ኤምፌንጋር ከኣ ንመን እዩ ዝወሃብ፣ ቢተ ሌይንግዚ ኤንስፕሬሽንደ ናክቫይሰ ፎር እቲ መረጋገጺኡ ከኣ

ንሃብትን ትሕዝቶን ዝምልከት ንምርግጋጽ ብጆብ ሰንተር ሓበሬታ ክሕተት ይከኣል እዩ። ብፍላይ ጥርጣረ ናይ ምድንጋራት እንተሎ፣ ዳታ ብዛዕባ እቲ ሰብን ናይ ሳልሳይ ኣካልን ብፍላይ ኣብቲ ሓላፍነት ናይ ቁጽሪ ባንክታት ተዋሂቡ ዘሎን ቁጽርታትን ብዝሒ ገንዘብን ክምዘዝ ይከኣል እዩ። እቲ ዝምዘዝ ዳታ ከኣ ከም ሽም ዋና፣ ትውልዲ ዕለት፣ ናይ ባንክ ቁጽሪ፣ ኣብኡ ሓላፍነት ዘለዎን ካልእን እዩ ዝሕብር ዘሎ ማለት እዩ። ዝሕግ ንቁፅርታት ባንኪ ንኣካውንት ካብ ዝድምሰሳ ሰለስተ ዓመት ንላዕሊ ዘይገበራ ከምኡ ክገብር ይኽእል እዩ። ኣብዚ ትሕቲ ሕጂ እንታይ ይብል ኣሎ? Ich bestätige, dass die Angaben richtig sind. እዚ ዝሃብክዎ ፅሑፋት ኣብ ላዕሊ ኩሉ ሓቂ እዩ። ኣብዚ ሕጂ ብፌርማናን ንፅሕፍ ኦርት ዳቱም ፍራንክፎርት ዕለት 24/2020 ብፌርማና ከዓ ኣብዚ ሕጂ እወ ሓቂ ኢልና ከዓ ነረጋግፅ ማለት እዩ። ክቡራት ተኸታተልትና ፎርሙላ ፋውኤም ኣብዚኣ ወዲእና ኣለና ኣርባዕተ ገጽ መሊእናየን ርእዎን ኣለኹም ባዕቲኤን ሕጂ ናብ ካልእ ፎርሙላታትና ከዓ ክንሰግር ኣብ ቀጻሊ ቪድዮና ከዓ እታ ኣንላገ ሃጌ ትብል ፎርሙላር ኣብ ገዛኻ ሓቢርካ ምስ ካልኦት ትነብር እንድሕር ደኣ ኣሊኻ ትምላእ ብሓባር ምሳኹም ንክንመልኣ ሒዝናልኩም ክንመጽእ ኢና ብሰላም ጽንሑ ኣብዚ ዝመላእናዮ ፎርሙላታት ዘይበርሃልኩም ነገር እንድሕር ደኣ ኣሎ ኮይኑ ወይ ሕቶታት እንድሕር ደኣ ኣልይኩም ብኮመንት ክትሓቱና ትኽእሉ ኢኹም። እንድሕር ደኣ ብውልቂ ክትሓቱና ደሊኹም ከኣ ብኢመይል እውን ክትሰዱልና ትኽእሉ ኢኹም። ኣብ ቀጻሊ ቪድዮና እስካዕ ንራኸብ ብሰላም ጽንሑ።